ብዛዕባ ናይ ኮንትራሴፕቲቭ ክዛርብ ከለኹ ናይ ፕላን ቢ ኸ እንታይ እዩ ከመይ ገይሩ ኸ ይጠቅም ኢልክን ሓቲትክና ነርክን ሎ መዓንቲ ብዛዕባኡ ቅልጥፍ ኢለ ክነግረክን ፕላን ቢ ሕጂ ዝበዝሕ ሰብ ተራኺቡ ወይ ኮንዶም ትጥቀም ነርካ ወይ ምስ ሰብ ትራኸቦ ጥንሲ ክትሕዝ ኣይደለኻን ግን ከምዚ መከላኸሊ ጥንሲ ደይ ትጥቀም እንተኾንካ ኢኻ ትጥቀመሉ ከኒና እዩ ካብ ዝኾነ ፋርማሲ ከድካ ክትገዝኦ ትኽእል ሕጂ እሱ ብኸመይ ይሰርሕ ኣብ ነብስና ሕጂ እሱ ብኸመይ ይሰርሕ ከምቲ ናይ በርት ኮንትሮል ዝተዛረብናዮ መከላኸሊ ጥንሲ ነቲ ናይ ኦቪሌሽን ማለት እቲ እንቋቑሖ ካብታ ኦቨር ክትወጽእ ኮላ ንዕኡ ከ ወይ የቋርጾ ወይ የደንጉዮ ማለት እዩ አ፣ ነቲ ናይ ሰርቪካል ሚውከስ ዝበሃል ከኣ እቲ አ፣ ኣፍ ማህፀን ዓጽይዎ ደሎ ንዕኡ መሊሱ ከም ዝበዝሕ ይገብሮ ምእንታን እቲ ፍረወዲ ናብታ እንቋቑሖ ከይከይድ ናይቲ ማህፀን ድፍጠር ክኣ ምሻሎ ኩሉ ግዜ ድዛረበላ መንደቕ ናይ ማህፀን ድብላት እንዳ ገጀፈ ድኸይድ ምእንታን ጥንሲ ተሒዛ ነታ ሰበይቲ እዚ እቲ እንቋቑሖን እታ ፍረወድን ምስ ተራኸበ ፕሬግነንሲ ኮይኑ ኣሎ ቆልዓስ ተፈጢሩ ምሽ ንብሎ ኣሎ ሽዑ ካብቲ ቱቦ ናብቲ ማህፀን ክወርድ እንተኮይኑ ረጒዱ ክፀንሕ ኣለዎ ኩሉ ግዜ ድዛረበላ ማለት እዩ ሕጂ ንከምኡ ንኸይ ፍጠር ወይ ከዓ ከምቲ ድለ ንኸይፍጠር ኣፌክት ገብሮ ማለት እዩ እዚ ክብል ከለኹ ግን እቲ ጥንሲ እንተ ተታሒዙ ማለት ቆል እታ እንቋቑሖን እቲ ፍረወድን እንተ ተራኺቦም ከምዚ ኣቦርሽን እዚ ጥንሲ ከም ነቲ ጥንስስ ከም ድኸይድ ኣይገብሮን እዩ ሕጂ እዚኣ ብዙሕ ሰብ ደይርድኦ ብኸምዚ እዩ ሽዑ ፕላን ቢ ወሲዶ ከለኹ ከመይ ኢለ ጥንሲ ሒዘ ድብላና ከምዚ እዩ እቲ ፕላን ቢ ነቲ ጥንሲ ንኸይተሓዝ እዩ ድሰርሕ እምበር እቲ ጥንሲ እንተተታሒዙ ሽዑ ፕላን ቢ ተወሲድካ

እቲ እቲ ዝበዝሕ ግዜ ሰሪሑ ንብሎ ኣ፣ እቲ ከምዚ ድ- ኣብዚ ድብሎ ደሎ ዝኾነ ተራኺብካ ወይ ኦ እዚኣስ ጥንሲ ተትሕዘኒ ትመስል ትብሎ ተንኩም ገዚእኽን ኢሚድየትሊ ካብ 24 ሰሓ- ሰዓት ንታሕቲ ደሎ within 24 hours ማለት እዩ ተወሲድካዮ ኢፌክቲቭ እዩ። ገሊሎኻ ክሳብ ሰብዓን ክልተን ሰዓታት ክትወስዶ ትኽእል ሰብዓን ክልተ ሰዓታት ማለት ስጋብ ሰለስተ መዓልቲ ገሊ ከሎ ስጋብ ሓሙሽተ መዓልቲ ክትወስዶ ትኽእል ኢኻ ይብል ግን እቲ ናይ ምስራሕ ዕድል እንዳስሓተ ይኸይድ ማለት እዩ ሕጂ እቲ ካብታ

ከምዚ ትሕት ዝበለ ዓይነት ፕሮጀስትሮን ግን ኩሉ ግዜ ድሉ እዩ ናይ እቲ ፕላን ቢ ግን ብጣዕሚ ልዑል ፕሮጀስትሮን ግን ቀልጢፉ ከዓ ካብ ነብስና ይጠፍእ ማለት እዩ አ፣ ምክንያቱ ብ- ብሓንቲ ግዜ ስለ ትወስዳ ብ- አ፣ ብኣፍ ማለት እዩ እቲ ኢፌክቲቭነስ ጋብ 89 ፐርሰንት ኢፌክቲቭነስ ኣለዎ ቀልጢፍካ ተወሲድካያ ከዓ ስጋብ 95 ፐርሰንት ዕድል ናይ አ፣ ነቲ ጥንሲ ንመይ- ንኸይ ትሕዛ ይካላኸለልክን ማለት እዩ። ሓንቲ ነገር ብዙሕ ሰብ ደይፈልጣ እቲ ናትካ body mass index ድበሃል እዚ ማለት ብናትካ ቁመት ብናትካ ሚዛን ካልኩሌት ንገብሮ ማለት እዩ ካ እቲ BMI ናትካ ካብ 25 ንላዕሊ እንተኾይኑ እቲ ኢፌክቲቭነስ እቲ እዚ ከምዚ ዓይነት ከኒና ንምስራሕ እቲ ደሎ ዕድል ትንታሽሙ ይትሕት ማለት እዩ ሕጂ ብኤምኣይ ዓሰርተ ሸሞንተ ስጋብ ዕስራን ሓሙሽተን ወይ ዕስራን ሓሙሽተን ንታሕቲ ዘለዋ ፅቡቅ ገይሩ ሰርሓለን ተኮይኑ ካብ ዕስራን ሓሙሽተን ንላዕሊ ዘለኽን ደይ ሰርሓልክን ክኸውን ይኽእል እዩ ሶ ፕሊዝ ካብ ከምኡ ተኾንክን ምስ ዶክተርክን ምዝራብ ኣገን ከምዛ ዝበልክዋ እዚ ወሲድክን ከምዚ ቅርጸ ትገብረልክ እንተኾይኑ ፔሪቲን ካብ ሰዓቱ እንተደንጊዩ ከምዚ ተምላስ ወይ ከምዚ እንታይ ሽሙ ዲዚነስ ከምዚ ነዝነዝ ገለ ድብለክን ንስማዓክ እንተሎ ፕሊዝ ናብ ዶክተርክን ኪዳ ከምዚ ዓይነት ጥንሲ ተተታሒዙ ሽዑ እቶም ዶክተራት እቲ ናትክን ኦፕሽን ይነግሩኽን ማለት እዩ ወይ ይነግሩኹም ሓንቲ ነገር ክብላ ደሊ እዚ ፕላን ቢ ወላ ኩሉ ግዜ እንተኮይኑ ዝስማዓና ከምዚ ኦ ከይተመርዓዋ ስለ ክራኸባ ጀመራ እየን ከም ዝወሲነን ገለ ገይልና እቲ ናትና ካልቸር ከምኡ ኣለዎ ዝበዝሐ ግዜ ንሪኦ ግን ኣብ ኣብ ከም ዝተመርዓዉ ሰባት ወላ ኣብቲ ሽዑ ሰዓት ንቆልዓ ንክወልዱ ግዜ ኣይኮነን ይኸውን ወይ ካልእ ሕማማት ኣሎ ጥንሲ ክሕዛ ኣብ ሪስክ ከምጽእ ከእትወን ድኽእል ኣብ ካልእ ሕማም ኣብ ካልእ ጸገም ከብጽሐን ድኽእል ማለት እዩ ሕጂ ከምኡ ክወስዳ ይኽእላ እየን እዚ ስለምንታይ ከም ዝወስዳላ ገለሲ ካብቲ ፕሊዝ ኣብቲ ኮመንት ታሽሙ እንዳገበርና ላስትሊ ገሊኡ ሰብ ኣሎ ከዓ ኣብቲ ወላ ከምዚ ዓይነት ወሲድካ ጥንሲ ምስ ሓዛ ዝበዝሕ ግዜ ነቲ ጥንሲ ወላ ሓንቲ ኢፌክት ኣይገብሮን እዩ ገሊኡ ሰብ ኣሎ ከዓ ኖ ወላ ዝወሲዳ እውን ጥንሲ ክሕዛ ኣይደለኹን ድብል ምስ ዶክተርካ ተዛሪብካ ብዛዕባ ናይዚ ኣቦርሽን ከመይ ጌርካ ጥንሲ ክትፅዶ ትኽእል ምስኦም ክትዛረባ ትኽእላ ኢኽን እዚ ናይ ፐርሶናል ቾይስ ስለ ዝኾነ ምስ ዶክተርክን ከምኡ ኢልክን ክትዛረባ ትኽእላ ኢኽን እቲ ፕላን ቢ ግን ብኸምዚ እዩ ዝሰርሕ ሕጂ ብሩኽ መዓልቲ ሕተተሉ ኣብቲ ኮመንት ግደፋለይ ባይ